ፍልልይ ኣረኣእያ ኣባላት ስርዓት ደርግ ኣብ ጉዳይ ኤርትራ፣ ብሚዛናዊ ኣገላልጻ፣ ንርሕቀት ኣተሓሳስባ ሰውራ ኤርትራ በቲ ሓደ፣ ምስጢር ንኽኸውን፣ ቅድሚ ሕጂ ብዝኾነ ጸሓፊ ዘይተጻሕፈ፣ ፈተነ ምንቅስቓስ ብስም ቆላማ ሓደገኛነቱ እተቃልዕ ናይ ስራሕ ዝምድና፣ ምስ ሻለቃ ደሓር ኮሎኔል መንግስቱ ሃይለማርያምን ከም ዋና ኣመሓዳሪ ኤርትራን ተመክሮ 13 ዓመት ምስ ስርዓት ደርግ መምህር ኢሳቅ ጸጋይ ኣብ መጽሓፍ ኣብ ረመጽ መንበር ኣብ ረመጽ መንበር ንምርካብ www at ፍሬጋባር ዳት ኮም ከትረኽብዋ ትኸእሉ ከምኡውን ደውሉ መጽሓፍ ኣብ ረመጽ መንበር

ኣለኽ እንዶ ኣደይ መብራት እንሆ ዜና እንሆ ዕላላ እንሆ ዜና እንሆ ብስራት ማይ ዘይጠዓመ ወረ ማይ ዘይጠዓመ ዕላላት ንበራ ንበራ ንበራ ንበራ እስኪ
ፍቱሕ ኣፍ ሓደ መዓልቲ ደኣ ማይ ዘይጠዓመ ነፀላ ከይተምፅእ ኣትማማ እዚ ማይ ዘይጠዓመ ነፀላስ ካልእ መዓልቲ ቀስ ኢለ ከምፃልከ ሕጂ ግን ማይ ዘይጠዓመ ምስ ትካ ዘላ ወረ ክነግረኪ ኣፍካ ከተህርፈኒ ዶ ዋላስ ምስ ትካ ዘላ ወረ ክትነግረኒ። ክነግረኪ እምበር ትማሊ ከክንዲ ኣርዑት ዝኸውን ኣፍዑት ኣብ ጎደና ሓርነት ተራእዮም። ዳሓን ዝወደይ እዚ እዋን ንእሎት ስርሕ ስራሕ ኣቢልካ ከተዋፍራ ቀሊል እዩ እሞኒ ምናልባት ኣፍዑት መሰል ባቡር ኢኻ ርኢኻ ትኸውን ኣትማማ ኣፍዑት እንዳበልናክስ ባቡር ትብሊ ድሓርካ ኣዒንቱስ ከክንዲ ወርሒ እዩ ዝኸውን ኢሎም ባቡር ከኣ ኣይንብላን። ደሓን ዶ ወዲኣኒ ሰሚዐልካ ኣለኹ። ዘዚ ሰማዓካ ካባኻ ከይነፍጽ ግን ከምዚ ዓይነት ወረ ቆጻጺርካ ከም ጽሉል ከይትነፍጽ። ንፋጽ እያ። ይንፋጽ!
ዋእ! ወረ እኳ ኣብ ግዚኡን ኣብ ሰዓቱን ኣብ ዕለቱን ኣብ መዓልቱንሲ ኣብ እዝኒ በጻሕቲ ክበጽሕ ኣለዎ። ኣንታ ካብዝግስ እምበር ታክሲስታ ኢኻ ንፉስ። ሄኖ ታክሲሳ እ ንወረን ንሰባትንሲ ብሓንሳእ ኣብጽሕ ኣብጽሕ ኣብጽሕ ኣብጽሕ ዘብሎም ዶ ኣይኮነን። ስርሐይ እያ በል።
ከም በዓል ንስኻ ስኑፋት ወረኛታት እንተዘይኮይኑ ታክሲስታ ጭቡጥን ጠቓምን ሓበሬታ እዩ ዘመሓላልፍ። ማማ ስሒትክዮ ኣለኺ ታክሲስታ ማለት ወረ ቁሉብ ቁሉብ ኣቢሉ ንኻልኦት ኣቑሉብ ኣቑሉብ ኣቑሉብ ዘብል ንጡፍ መራሒ ማኪናን ወረን እዩ። ኣንታ ቆልዓ ካበይ ዘምጻእካዮ ባህሪ እዩ እዚ ከምዚያት ዝብላን ትገብራን ዘለኻ እንድሕር ኮንካ እዛ ታክሲ ክትሕደግ ኢኻ ወይለይ። ዋእ ማማ መስመር ወረታተይ ዲኺ ትበታትኽዮ ደሊኺ ኣነ ካብ ሰብ ምምላስን ወረ ምብጻሕንሲ መዓስ ዝሒነ እፈልጥ። ክብርታት ስራሕታት ስም ክብርታት ሃገርና ምድዋን እምበር ጎይኻን ውዒኻን። ማማ ኣይገጠምክዮን ዘለኹ እኳ እዚ እኳ ቢዝነስ እዩ ወላ ካብትን ካብትን ኣኻኺብካ ምሽ ብትን ብትን ብትን ተብላ ሽዑ እቶም ወረኛታት ዓማዊል ናባኻ እዮም ዕጉግ ዝብሉ ናባኻ እዮም ዝእከቡ ኣታ ታክሲስታ ዘረብኡ እዱብን ኣፍልጦ ዘለዎን ኣካዳድንኡ ጽፉፍን ግርማ ሞገስ ዝህቦን መስትያት ሃገሩን እንተኾይኑ እዩ ዓማዊል ዝጎይዎ ስለዚ እሞ ስለዚ ስለዚ ካብዚ ባህሪ እዚ ወጻኢ ተጥርዮ ዘለኻ

ቢንቢ እንዳፅነ ሎማዓንቲ ሳርፕራይዝ ክገብረኪ እየ መፅእ እንታይ ሳርፕራይዝ ዘግብር ተረኺቡ ብሚኒስትሪ ቱሪዝም ኣብ ዝወሃብ ዘሎ ስልጠና ናይ ኣሳሳዩ ትመሃር ኣለኹ ዋው ፅቡቅ እምበር እሞ ብዛዕባ ታሪክን ፅባቐን ናይ ሃገርና ክብርታታንሲ ኣፍልጦ ክዝዝም ኢሉ ኣሎ ማለት እዩ ዝዝም ጥራይ ቅድሚ ሕጂ ብዛዕባ ሃገርና እኹል ፍልጠት ዝነበረኒ እንድዩ ዝመስለኒ ነይሩ፣ ሕጂ ግን ከምኡ ከም ዘይነበርኩ ነጺርለይ። ብጣዕሚ ጽቡቕ እዩ ንተሓተይ ኣዝየ ክነፍየኪ። ርእኺ ኣለኺ ኣሳሳይት ምዃን እኮ በቲ ሓደ ፍልጠትካ ተስፍሓሉ በቲ ሓደ ድማ ሞያ ኢኻ ትጥርየሉ። እወ ሓደ ኣኣንጋዲ ጋሻ ምስ ዝተፈላለዩ ካብ ደገ ዝመጹ ኣጋይሽ ስለ ዝራኸብ እኹል ሓበሬታን ፍልጠትን ዝሰነቐ እዩ ዝኸውን። እወ ብፍላይ ከኣ እዞም ናይ ሚኒስትሪ ቱሪዝም ወሃብቲ ኣገልግሎት ዝበሃሉ ኣካላት ከም በዓል ታክሲ፣ ሆቴላት፣ መዘናግዒ ማእከላት። ከምኡ ስለ ዝኾነ እንዲዳ ኣብዚ ንወስዶ ዘለና ስልጠና ብዛዕባ እዚ እኹል ሓበሬታ ዝህበካ። ሰብ ግን ብዛዕባ ኣተሓሕዛ ብኬርን ብያትን ጥራይ ትስልጥን እዩ ኮይኑ ዝስምዖ። ወረ ምስ መሸጣ ነብሲ ዘተሓሕዞ ኣሎ። እንተኾነ ግን ኣዘራርባኻ፣ ኣለባብሳኻ፣ ኣቀባብላኻ ንናይ ሃገርካ ልምዲ ዘንጸባርቕ ክኸውን ሓላፍነት ዘሰክም እዩ። ብፍላይ ከኣ ትህቦን ትቕበሎን ሓበሬታ ካብ ቤላቤሎ ነጻ ዝኾነ ጭቡጥ ክኸውን እዩ ዘለዎ። ብልክዕ ቅድሚ ሕጂ ዝነበረካ ኣረዳድኣን ኣብኡ ምስ ኣተኻ ትቐስሞን ይፈላለ እዩ። ሰብ ግን ስራሕ ባሪስታ ጥራይ ትሰርሕ ኮይኑ እዩ ዝስምዖ። እዋ ባሪስታ ማለት እኮኒ ኣብ ባር ተሳሲ ማለት ደኣ እምበር ፋይቶት ማለት ኣይኮነን። ከመይ ደኣ ኦርጋኒስታ ሳክስፎኒስታ ጊታሪስታ ክበሃል ዝፍቶ ባሪስታ ክበሃል ከኣ ዝጽላእ እቲ ሓቂ ደኣ እሞ ንሱ እንድዩ ግን ብዝጸንሐ ኣረዳድኣ ንሰብ ሕማቕ እዩ ዝመስሎ ወረ ሄሉ ሓፍተይ ጌሽኪ ስለ ዝቐነኺ እምበር ሮቤል ሓወይ እውን እኮ ብዝኸድክዎ ንባሪስታስ ከኣ ትመሃረሉላ እንዳበለ እዩ ዘውርየለይ ዘሎ ከመይ ማለት ዘይረጋገጸት እዝንስ ጎረባብቲ ተባእስ ከም ዝበሃልሲ ካብ ስራሕካ እውን ተስጎካ እያ እወ። ምስ ጎረቤት ተባእስ ወተባእስ እወይ ምስ ናበይ በረ ተባኢስና እሞ እንታ ክተርፈና እንዳ በረ እንታይ በሃልቲ ስለ ዘይብሉ እኳ ኢና እሞ ንሕና ንጸሎም ዘለና ወረ ኣየምጽኡ ወረ ዝሃብካዮም ኣየቕብሉ ኣየባጻጽሑ ትም ምስ በሉ ዕኑዳ በል ሰሚዐልካ ኣለኹ ብዘይ ጣጣኻ ከይትኣቱ ዝመኽረካን ዝብለካን ዘለኹ ጥራይ ስማዕ ባእ ማማ ግደፍና ኣሎ እቲ ሓደ ሓደ ግዜ ንበክ ወረታትካ እባ ስምዕና ሕጂ ምኽረይ ተትቕበል ነይርክ ብጣዕሚ ጽቡቕ ምኾነ ጅስ
ስኑፍ ንስኻ ወደይ ክትመኽረኒ እሞ ኸኣ ብዛዕባ ወረን ቤላቤለ ውን። ኣየ ማማ ቀዲሙ ንዝወጸ እዝኒስ እቲ ድሒሩ ዝወጸ ቀርኒ ይቕድሞ ከም ዝበሃል ኣነ እተን ቀዲመ ዝሰማዕክወን ህብ ኣብለኪ እምሽ ንስኺ ከኣ እተን እተን ዘይሰምዑኻ ኣኹልስ ኣኹልስ ኣቐብል ኣቐብል ተብሊ። እንተሃጠሩስ ንሰብ ኣይሓፍሩ ንኣምላኽ ኣየኽብሩ ዝበሃል ከይሰማዕካን ናይታ ዓሰርተ ክልተ ክፍሊ ዝያዳይ ዝወዳእካያ ድያ? ከምኦም ዘይኮነት ማማ ኣብቲ ወረታት እምበር ዝሕብሕብ ኢልኪ ኣነ እስከ ባራታትዓኪ ማለት ከነቃቅሓኪ ስለ ዝደለኹ እዩ እንታይ ክትብል ዘለኻ እወ ትማማ ኣብ ቤተክርስትያን ድዩ ዋላ ምስ ቆናኒትኪ ክትዕሊ ኮለኺ ኣብ ዕቁብ ድዩ ዋላ ኣስቤዛ ክትገብሪ ኮለኺ ሰማዕክዮ ቆብ ቆብ ቆብ ቆብ ኣቢልክን ኣይትነግርን ኣነ ካብ ትጠሙን ዘይጣጥዕን እንጣዕጥዕን ድዩ ዝተባህለ ዘድልየኒ ዜና ካብ ቴሌቭዥን ኤርትራ ሰምዖ ኣለኹ ካልእ ከኣ ብኣኼባ ሕበረኒ ኣሎ ህህ። እውይ ክጽላኣካ እዚ ምስ ሰባት ተደፋፊእኻ ከም ማስቲካ ዝተሓኸ ዜናሲ ነዚስ ወረን ዜናን ኢልክዮ። ኣታ እቲ ዘይተራገጸን መምጺኡ ዘይፍለጥን ቤላቤሎውንከ ኣየሕፍረካን? ንምዃኑ ኣርዑት ኣፍዑት እንታይ ማለት እዩ? ኛር በል
ሓቂ ሓይሽ እኮ እቲ ኣርዑት ኣይፈልጦን እዩ ዋላ እቲ ፍቁት ከማን ኣይግጥሞን እዩ ትማም ስኑፍ ስኑፍ እውን ስኑፍ በል ክትፈልጥ ኣርዑት ሓደ ካብ ባህላዊ መሳርሒታት ማሕረስ ክኸውን እንከሎ ኣፍዑት ከዓኒ ዓልየ ተመን እዩ

እንታይ ኢልኪ ሮቤል ከምኡ ኢልኪ ዓቀደ ዝወዱ ቀይዲ በት ክኸውን ኣሎ ንዓኻ ቦረ ንጸልመክሎ ጉያ ከዓ እምበር ወስኸሉ ኣሎ ወረ ንክትነዝሕ ዶ ከም ፈረስ ትጋልብ ኢኻ እሞ ከዓ ሓቅነት ንዘይብሉ ሙጉያይ ዳ መዓዝ ዘየጉዩ ኮይኑ ከምቲ ወዮ ባባ ዝበሎ ሲ ጥዑም ወረስ ልብኻ እንዳተበቆፅካ እዩ ዝኽይድ እኳ ኢሉ ውይ ኣትህሊ ሓፍቲ ስኽስ ከመይ ኢኺ ናይ ብህፃና ዝነበረ እኮ ኢኺ ትዝክሪ እስኪ ባባ እንታይ ይብል ነይሩ ኣዘክርኒ ቀደም ተምሃሮ ከለና እዩ ዝብል ባባ ንትምህርቲ እንዳኸድና ከለናስ ኣብ ሓደ ጎልጎል ብክልተ ሸነኽ ዝኸይድ ሓድሽ መንገዲ ጸንሖም። እሞኸ ነዛ ወረ ከብጽሑ ብክልተ ሰዓት ዝኸድዎ ዝነበሩ መንገዲ ትምህርቶም በርብዓ ደቂቕ ይበጽሕሞ። ዋይ እሞ ከምዚ ናይ ሕጂ ዘሎ ወረ ገበል ኣትዩ ዶ ገበል ተቐልቂሉ ድዮም ከ ዝብሉ ዘይኮነ ሎሚ ለይቲ ሽሕ ዝኾኑ ተጋደልቲ ሓሊፎም ኢሎም ነታ ዓዲ ዜና ብዜና እዮም ገይሮምዋ። ዋው እዚ ደኣ እሞ ነቲ ደሃይ ተጋደልቲ ጠፊእዎ ነበረ ህዝቢ ድማ ጸባ ሰቲ ማለት እዩ። እዋ ከመይ ደኣ ዘዝሰምዐ ሰብ ከከይዱ ነቲ ርጉጽ ዝኾነ ኣሰርጋጽ ናይ ተጋደልቲ ክርኢ ቐንዩ ይብለኪ። እዚ ደኣ እሞ ደም ክሳብ ትርህጽ ከኣ እምበር ትጎየሉ። ብዝኾነ ዊንታ ቐደም ከይመስለኪ ሳዕስዕ እሞ ሳዕስዕ ሓዳርካ ኣይትረስዕ ድያ ዝበለት ሰበይቲ

መርሓባ መርሓባ ሮቤል ወደይ መተሓምምቲ እ? ዝመሃዝኪ እ? መተሓምምቲ ርኢ ከለኸ ሰባሕ ረባሕ ክሪኦ ዝብህግ ወረወረ ዝሽትት ገጽ ዝፈትዎ ወደይ ርኤኹ ዋ ኣታ ባባ ከምዚ መናጥላ ወረ እምበር ጌርካ ርእይ መሰቦልኩኻ ክብለካ ዝሓሰብኩስ ካብዛ ኣፈይ ኳኻ ምንጥል ኣቢልካኒ። ከመይ ዘይምንጥለክ ውሽጥና ንፋለጥ ሓደ ልቢ እንዲና ግዲ። ኣኸለ ነዚኣ ምድጋም ማለት ምብልሻው እ ውሽጥና ንጎ ንጎ ወረ ዘብቁል መልሓስና ወረ ዘቀባብል ሓደ ልቢ ወ ትእኸላ ሚእቲ ካብ ሚእቲ ይበካ ኣሎ በል ሕጂ ጎጎልን ጎልጎልን ኢንተርኔትን ኢንተርኮንቲኔንታል ዘይበፅሕዎ ወረ እንታይ ሓድሽ ነገር ኣሎ ኣሎ መሊኡ ከምዚ ሓያል ክረምቲ ቆሎቦም ንሩባ መረብ ቦሎ ዋላ ንሩባ ጋሽ ጃሕ ጃሕ ዝብል ከኣ እምበር በል ከም ማይ ነሓሰ ከኣ ኣዝንብ ኣዝንብ ኣዝንብ ኣብሎ ብወገነይ ከኣ ርኢኻ ኣለኻ ኣብቲ እንዳ ቀምቃማይ ዝሰማዕኽዎ ጆባእ ክብለካ እየ ሓደ ክንዲ ፓሎ ቅርኒ ዘለዎ ክንዲ ኣርዑት ዝኸውን ኣፍዑትሲ ኣብ ጎደና ሓርነት ተራእዩሎሞ ትማሊ። ሆህ! እሞ ኦርኑስ ሲቲ ፓርክ ጭርኡ ከኣ ካቴድራል ይበጽሕ ነይሩ በሎ። ሲነማ ኢምፖሮ እምበር እባ ተጋግየ፣ ስጋብ ኣብዛ ኣፍደገ ባንኪ በጺሑ ነይሩ። ባባ እሞ ርብሕ ስብሕ ዝበለ ወረ እባ በና ቀብለና የብልካን ድዩ? ምህላው ደኣ ኣሎ፣ ግን ኣታ ርብሊ ወደይ እስኻሲ እንታይ ኮንካ ኢኻ ክሳብ ሕጂ ክንድዚ ዝኣክል ወረ ሒዝካሲ እንታይ ኮንካ ኢኻ ስቕ ኢልካ?

ማሚ ዊንታ እኮ ሰርፕራይዝ ክትገብረና ኢላ እምበር ትምህርቲ እኮ ጀሚራ ኣላ እንታይ ትምህርቲ እቲ
ሕጂ ስባ ተመሪዕክን ሓሓዳር ክንግበራ ስራ ዘይተርፍ እንድዩ ግን እቲ ንሓዳር ዝስከም ስራሕ ስለ ዘድሊ እምበር ኣብ ስልጠና ምስሳያ ክትመሃር ጀሚራ ዘላ ኣሰይ ኣሰይ ኣሰይ ዛጓሊ ኣቲ ክንደይ ትነፍዒ ኣብቲ ናይ ማሕበር ታክሲ ምስተን ኣሳሰይቲ ክንእከብ ከለና እኳ እዩ እቲ ቁም ነገሩ ተረዲኡና። እንታይ ድዮም ኢሎም እኹም? እዞም ወሃብቲ ኣገልግሎት ዝበሃሉ፣ ኣሳሰይትን መራሕቲ ታክስን ዘለዉዎም ማሕበራትሲ፣ መማህራንን ህ ኣምባሳደራት ሃገሮምን እዮም ኢሎምና። እወ፣ ንሕናስ ብዛዕብኡ እንዳዕለልና ኢና ክንመጽእ ጸኒሕና። ጽንሕኒ ደኣ ጽንሕኒ ካልእ ኣሎ። ብዛዕባ ክብርታትን ባህልን ታሪኽን ሃገሮም ብግቡእ ክፈልጡ ኣለዎም።

ከምዚ ናይ ዊንታ ሓፍተይ ለውጢ ናይታ ሕማቅ ሮቤል ድማ ከምኡ የርእየና።
ደሓን ሮቤል ሓውኽን እንተተኣረመ ግርም ኣይተኣረመን ከኣኒ ንኣቤል ሓውኽን ታክሲ ምሂርና ክነትሕዞ ኢና ግዲ ይብልክን። ኣሕ ኣታ ባባ ዘንጊዐ እንድየ ሸተት ኢላትኒ ድሕርይ ኣይትድገምያ። ማየ ባለቆታካ ፍታሕ ኣብሎ ኣነ ከኣ በዛ ታክሲይ ጌረ ንኩላ ኣብጽሕ ኣብጽሕ ኣብጽሕ ኣቀብል ኣቀብል ኣቀብል ኢለያ ክመጽእ። በል

ድራር ተብቢካ ከኣ ጆባ ኣብለካ። ኣታ ባባ ንዓሻ ስተ እኳ ምበልኩኻ ግን ክድንጉየ እዚ ዝሃብካኒ ወረዳ ግደፎ ታክሲ ንኣ ሎማዓንቲ ገንዘብ ብገንዘብ ክትከውን እያ። በለ ኣነ ከኣ በዚ ቤት ደርጊ ሽብጻ ክብል እሞ እቲ ገበል ተረኸብክዎ ርኢኻ ኣለካ ንቁልፉ ዝኸውን ካብዚ ሓደ ጎኑ ሸቀጥ ኣቢለ በቃ ግጥም ከብሎ እየ ክኸይድ። ዋው እዚኣ ከኣ ጽብቕቲ ባባ ከማንሲ ካብቲ ገበልሲ ንቁልፉ ዝኾኖ ቆርበት ወሲዲ ኢለ ከማን ምስቲ ዕላላት ሓዊሰሲ በቃ ነዛ መሬት ኣርስን ኣቢለ ኣሙቕ ኣቢለ እየ ክጸንሓካ። ኣይ ሸኽሸኽ ኣብላ እብለካ ኣለኹ ፍልሕያ ሸኽሸኽ ኣብላ ብድሕሪኡ ከለኻ ልክዕ ከምዚ ግመ ሪኤካ ኣለኻ ነቲ ሓፋ ናይ ወረ እብለካ ኣለኹ እስመራሲ ብግመ ሸፍና እብለካ ኣለኹ። እንታይ እሞ ብወገን ኣደይ መብራህትን ኣበይ በርህን እንዶ እሞ ከትከት ኮይኑ ብወገን ታዊንታውን ጠባየይ ኣመሓይሸ ገለመለ እንድያ ትብል ዘላ እም ግን ክንደየናይ ከይትረስን ቀዝሒ ኮይና ክትውዕል እያ። ኣብ ከባቢ ሄለን ተቐሪብካ ከ ሒው ሒው ሒው ተመሳሳሊ እዩ። ይበላ ንወረ ዘይከውን መልሓስ እንትንሓ ግንሲ ኔው ልብለካ ጨናዊ ይብለካ ኣለኹ ጨናዊ ኣፎም ዓቢሶም ይርሓቑልና። በቃ በል ባባ ኣነ ክኸይድ እሞ ክገድፈካ ምሸት ኣፍና ብቢራ እንዳጎጽጎጽና እ ንሓድሽ ወረ ዝኸውን እእምሮና ኣንጺህና ከም ንቕበላሲ ቃል ትኹነኒ። ኣነ ድማ ኣብታ ዝደወልካለይ ርኢኻ ኣለኻ ስቢቶ ከተፍ ከም ዝብለካ ከኣ ቃል እኣትወልካ። በቃ በቃ ርስን ርስን ዝበለ ወረታት ንረኽበሉ መዓልቲ ይግበረልና። ኣሜን ኣሜን እብለካ ኣለኹ። ኮኔክሽንና ፋስት ገይርዎ ዝውዕል ይግበሮ። ቻው ባባ ቻው ባባ
እቲ ንኣቤል ምምራሕ መኪናን ኣገባብ ኣቀባብላ ጋሻ ኣሰልጢንካ ታክሲ ምሓዝ እኮ ጸገም ዘለዎ ኣይኮነን ግን ሮቤል ዝእረመሉ መንገዲ ናይ ግድን ክፍጠር ኣለዎ። ዋይ ናይ ሮቤል ጥራይ መዓስ ኮይኑ እቲ ጸገም ባባ ውን ካብኡ ወላ ሓንቲ ዘፍሊ የብሉን። ውይ ትቲ ዶበጭ ኮታ ወሪድዎ ኣንቲ እቲ ባይተወር እዚ ኣደይ ረግሞን እዩ። ናይ ባባ እሞ ኸኣ ኣብ ልዕሊ እቲ ዘረብኡ ቆሎጥጥቖ ምዃኑ ዘረብኡ መትሓዚ ብሉ፣ መጥመሪ ብሉ። እዋይ ቆሎጥጥቖ! እዞም ንጥዕናና ኣዝዮም ኣገደስቲ ዝኾኑ ቆሎጥጥቖ ደኣሞ ተረከብቲ ድዮም? ሕጂ ዝጽላእ ዘሎ ኮኒ ዘይከውን ወረ ሰብ እዩ በቃ። ኣታ ሓንተን ደቀይ ኣቦኽን ከኣ ዘረባና ሰሚዑ እንተ ተኣረመ ጽቡቅ ኣየለን ግና ንኣበ ነብስና ነጊረ ዓገብ ከም ዝብልዎ ክገብር እየ ኣይትጨነቅ እዞም ደቀይ ድሓን። በቃ ሙነይ ኣነ ከኣ ክሕግዘኪ እየ ብድሕሪኡ ድማ ናይ ሮቤል ጉዳይ ንገብር። እዚ ሰብ ግን እንታይ እዩ ዝኸውን ዘሎ ዝብኢ ንከተማ ኣትዩስ ክንድዚ ዝግረም ገበል እውን እኮ ክኣቱ ይኽእል እዩ እንተተባህለስ ገበል ኣብ ከተማ ኣትዩ ኢልካ ነዛ ወረ ምዝሕ በቃ ዋእ ይረኣይ እምበር ተይዳ እቲ ብ ልዕሊ እንስሳ ዘገዳም ዝግበር ዘሎ ጽኑዕ ኣልያን ክንክንን ዘምጽኦ ለውጢ እኳ እዩ እዚ። እወ እዚ እኮ ከሕጉስ እዩ ዘለዎ በዚ እንዳ ኪዳነ ምህረት ምስ ከድና ዶ ቀደም ዝጠፈኣ ሰሰሓይ ረኣና። ርኢኽማማ ገሊኦም ንገዝኦም ገበል ጎይቶም ኣቱ በዓል ሮቤልን ባባን ከኣ ንገዝኦም ዘጽርፍን ዘጸይፍን ወረ ገበል ሒዞም እዮም ዝኣትዉ። ኣንታ ደቂ ኣይትሸገራ በዚኦም ኣይትሸገራ። ሕቶ በለ ኣነ ክላስ ክምለስ ስለ ዝኾንኩ ክንሳሕ ተመስኪ ሕራይ እዛ ጓለይ
በላይካ ተማልእለያ እዚኣ ክንሳሕ መርሓባ ዊንታ ደቦጭ ፍርዙን ነብሳ ክንዲ ሓርማዝ ዒንታ ክንዲ ሓንዳይ ናይ ቀደም ባህርያታ ዝረስዐት ኣንቲ ጣልማይ ውይ ኣታ በጃኻ ተለወጥ ዋ፣ ግዚኡ ግዜ ለውጢ እዩ ወረ የብሉን ፍረ እኮ ተባሂሉ እዩ ወይንታ ወረ እኳ መማቕርቲ ህይወት እዩ ብዘይ ወረሲ ዓለም እንታይ ክትከውን ኢልክ ትሓስቢ ኣልጀዚራ ንወረ እንታይ ከም ዝብልዎ ትፈልጡ ዶ ኒው ሻወር ብሎ ሓድሽ ባኞ ማለት እዩ ንስኺ ማማ ሄለን ገ- ክትብክዓ ከለኽን ኣነን ባባን ብሓድሽ ወረን ብሓድሽ ዜናንሲ ምልጭ ኢና ንብል እሞ ሕጂ ኸ ንዓይስ በየናይ ወረ ክትሓፅበኒ ስለ ዝደለኻ ኢኻ ደው ኢልካ ንትምህርቲ ክትከደ ከለካ ሕለፍኒ ዝበልካኒ ሓደ ክንዲ ዓባይ ኤሮፕላን ዝኸውን ንስሪ ኣብዚ ስመራ ዘንቢ ዘንቢ ዘንቢ መዕለቢ ምስ ሰኣነ ኣብ ኤሮፖርት ከተፍ ከም ዝበለ ከበስረክ ደልዩ እዋ ናይ ብሓቂ ትኾርምየኒ ትጨብጠኒ ተሓምሽሸኒ ሃበ ካልእ መሓላ ተደሊኺ ማማ ትቡት ባባዕ ዝርበ ካልኡ እንተደሊኺ ንእስነተይ ሕጂ ዘኻኺርክኒ
ንዓይ እምበር ብዛዕባ ሓንቲ ነገር ኣዘኻኺርካኒ ወደይ። ከመይ ማለት እዩ? እዚ ወረስ ከመይ ጌርካ ኢኻ ቀልጢፍካ ኣብ እዝኒ ሰብ ተብጽሖ ማለትኪ ድዩ? ብዛዕባ ካብ ኪሮስ ናብ ኪሮስ ትብል ኮሜዲ እምበር። እንታ ተላገጽ ኣለኺ ምሽ? እም? ኣነ ቁም ነገር ናይ ወረ እንዳዕለልኩ ከለኹሲ ኮሜዲ ገለ ኢልኪ ከተፋኹስዮ ንወረታተይ? ኣታ ግደፈና እንዶ ምስ መን ከም ዝጸናሕካ ፈሊጠ ኣለኹ። ክትፈልጥ ከኣ ኣነ እየ ንባብ ባዕሊ ኢለዮ እዛ ዕላል።
እ ኣቲ ዊንታ እሞ ተጋጊኺ ቅድሚ ባባ እኮ ንዓኺ ትነግርኒ ኔርኪ እዛ ባ- እዛ ዕላል እዚኣ እኮ ንዓይ ኣገዳሲት ኔራ ኣብ ታክሰይ ኮይነስ ንኹሉ ሰብ ነገርክዎ ኔረ ወታ ኣነ ዝበልኩ ምስ ዝመጽእ ዘሎ ቴክኖሎጂስ ኣብ መጻኢ ከም ኣሞራ መንገብገባ ጥራይ እንዳንቀሳቐሰት ኣብ ላዕሊ ትዝንቢ ነፋሪት ክትስራሕ ትኽእል እያ ኢለዮ ብድሕሪኡ ከ ብድሕሪኡ ደኣ ከምዛ ትብላ ዘለኻ ተወሲኻ መጽያትኒ

ኣቲ ፋኑስ እንዳ ደቦቂ እንዳ ቡሉስያን ተሸባበየ ማረ ከመይ ውዒልካ ኸ ግን ነዘን ክሳብ ሎሚ ዘዝመፀ ወረ ክሰምዓ ዝኸኣላ እዛነይ ዘፅንሐ እግዚኣብሄር ይመስገን ትብቡቕ ኣለኹ ባባ ኣብዚ ዕድመ እዚ ኮኒ ከምዚ ዝበለ ዝጎየ ዓይነ ብርክን እዝንን ምህላውካ ኮኒ ዘየመስግን ኣይኮነን ሓቅኻ ከተመስግን እና ኢላ ሳላ ዓይነ ብርክስ ዝብለኩ ኣለኹ ኣብቲኣ ብፅሕ ኣብቲኣ ኺድ ኣብቲኣ ምፅእ ኢልካ ርኢ ከለኺ እ፣ እንታይ ኣሎ ወርና በልካ ኣጥልል ኣጥልል ኣጥልል ኣጥልል ኣቢልካ ሽዑ መርመም ዝኾነ ዘይተሰምዐ ተስምዐን እንታይ መርመሙ እንታይ ኣባ ዋ እትብል ምኽን ኢኺ ክንዲ ፓሎ ዝኸውን ቀርኑ ኣፍዑት ኣብ ኮሚሽናቶ ይኣተወን ኮሚሽ ሰማዕኽን እ፣ ክንዲ ጀት ዝኸውን ኣሞራኸ ኣብ ኣልያ ቦርቶ ምዕላቡ ኣይሰምዕኻን? እዚ ደኣ ከተማ ብከተማኡ ዝዋናጨፍ ዘሎ ወረ እንድዩ ግዲ። በል ሳላና እዩ ሎሚ ለይቲ ከኣ ጸሊም ኣምበጣ ተራእዩ ኢሎሞ ኣለዉ። እሂ ብዜናኹም ኢሎም ድም እስኻ ከ ከመዓስ ለይቲ ትስእ? በሊ እታ ናይ ኪሮስ ዝበልክያ ወረስ ከዕልልኒ ገለ ናይ ሎማዓንቲ ወረ ተጣዓመት። ናይ ኪሮስ ደኣ ከይተወለድና ከለና ዝተሰርሐት ኮሜዲ እንድያ። ኪሮስ ሓንቲ ጭብጢ ዕላል የዕልሎ እሞ ብድሕሪኡ እዛ ወረ እንዳወሰኸ። እንዳተዘርግሐት እንዳተጠማዘዘት ዜራ ዜራ ዜራ ዜራ ናብኡ ትበጽሕ። እሞ ኪሮስ ነዞም ዘብጽሕሉ ሰባሲ ሸሊሞም ክኾኑ ኣለዎ። እንተ ክሽልሞም ደኣ ነቲ ጠምዚዙ ዘብጽሓሉ ገሲጹን ምዒዱን እምበር መሊስዎ። እቲ ዝሓደ ጽም ዝበለ ሳክት ክኸውን ኣለዎ። እዋ ሎሚ እኳ ወረ ልክዕ ከምዚ ናይ ኢንተርነት ክዋናጨፍ ጥራይ ዘለዎ። ዋታ ኣስምዓኒ
እዚ ብከም መርበብ ኢንተርነት ሓበሬታ ምልውዋጥ እኮ ኣብ ሃገርና ሕጂ ዝኣተወ ኣይኮነን። ቀደም ቀደም ቀደም ቀደም እዩ ነይሩ።

ነንቅነ ቤት ትምህርተይ ዝተምሃርክዎ ሓቀኛ ሓበሬታ እዩ። ኣቲ እቲ ኮይኑ እቲ ሲ ቀልጢፉ ኣብ እዝኒ ሰብ ክበጽሕ ኣለዎ። እሞ ብጻሕዳ ክበጽሕ ኣለዎ ግን መዓስ ኣበይ ብኸመይ እቲ ሓቅነቱ ብግቡእ ከተዕትቦ ኣለካ። ኣቲ ምዕታብን ምርታዕን ሲ ኣገዳሲ ኣይኮነን። መሬት ሮቤል ብዝዘርግሖ ወረ ሲ ከመይ ጌራ ትውረርን ትኽበብን ጥራይ እየ ዝሓስብ ዘለኹ። በዚኣ ጌረ ንከተማ ከይድ። በቃ እወ ዊንታ ንዓይ ጽቡቅ ጌርኪ ትፈልጥኒ ኢኺ ኣነ ሮቤል ኣነ ኣብ ስርሐይ ሻላማላ ዝበሃል ኣይፈልጥን ንክዚ ሃሳስ ሻሃስተያ ከይደ ኣለኹ ዋ ተምንኻ ቻው ቻው ቻው ቻው ዋ ኣትመስል ወረዳ ኣወይ ኣነ
ኣንተ ብክደ ጸሊም ኣንበጣ ኢልካ ዶ ብዜና ፍኖይ ድሓር ከኣ ንሕና ተዘይተሳእናሲ ስለዚ ድሓር ከኣ ኣለዉ ሰለም ከይበሉ ዝሓድሩ ምንጭታትና ንሳቶም ተስኦም ነግሩና በል ስምዓኒ ባባ ነገረካ እዚ ንስሩ ዶ ኣንበጣ ወላ ገበል ትብሎ ዘለኻ ተራእዩ ነይሩ ተዝኸውን ነይሩ እተን ኣመና መራኽቢ ብዙሃን ዝሃርፈኦ ዜና እዩ እዚ ክትፈልጥ እሞ ኩሉ ተሃርፎ ዶ ትረኽቦ ኢኻ ካብ ለብሎ ብዝኾነ ማማ ናይ ግድን ቀልጢፍካ ኣቶ ኢላትካላ ኣነ ክኸይድ እቲ ተቖኒና ድያ ገለ እሂ ደኣ ኣብዝሓ ምቑናና ትሓተኒ ዓይነይ ደሓን። እታ ቆናኒት ከመይ ዝኣመሰለት ድያ ነዚ ወረ ከምዚ ገይራ ትፈትሎ እንትቆኑ እንድያ ትዝ ኢለኪ ንሳሲ ወረ ሂባታ ተኾነት ኣይፍለጥን እዩ ማለት እዩ እንታይ እየ ኣይፈለጥኩን እንታይ ከም ዝደለይትካ ኣይፈለጥኩን እንዴ ግድን ቀልጢፍካ ምፀኒ በልየ ጥራይ ኢላትኒ ሕጂ ግን ኣነ ስራሕ ከይደ እቱ ኢለ ክምለስ እየ ቻው ኣይ መብራት ቅጭን ኣይ መብራት ቅጭን ሕጂ ቁርሲ እውን ዝኸውን ወረ ረኺባ ኣላ ኣብዚ ዳኣ እንታይ ኮፍ ዝበሃል ኣለዎ ምኻድ ኢንበር ቆፍ ቆፍ ቆፍ ዝበሃል ኢንበር እንታይ ዳኣ እዋእ ዘሕጉስ ብስራት ነንበብቲ መጽሓፍ ኣብ ሓቀኛ ዛንታ ዝተመርኮሰት ሓዳስ መጽሓፍ ከይትነግርዋ ባነደይ ዛንታ ናይታ ብሰንኪ ጌጋኣ ንውላዳ ብዘይ ኣቦነት ክነብር ዝፈረደት መንእሰይ ባና ሃይለን መሳጢ ዛንታኣን። ኣመሪካ ንምእታው ክብል እየ ኣብ ሓደ እዋን ምስ ክልተ ወዳት ዝዘውር ነይረ ሕጂ ከቢድኒ ዘሎ ግን ውላድይ ኣቡኡ መን ምዃኑ ንምፍላጥ እዩ። ናይቲ ንዓሰርተ ሓሙሽተ ዓመታት ተዓቢኡ ዝነበረ ከቢድ ቢግ ሚስጢር ከ መወዳእትኡ ብኸመይ ተፈቲሑ? መኣስ ጥራይ? ኣስቴር ክልተ ደቃ ስለምንታይ ብመንግስቲ ሽወደን ተወሲዶምን? ኣገራሚ ዛንታኣን። ደቀይ ብመንግስቲ ሽወደን ዝተወሰድሉ ምኽንያት ብሰንኪ ቦምብ እዩ። ሰሓብን ኣንጠልጣልን ብዝኾነ ኣገባብ ተጻሒፉ ኣብ መጽሓፍ ከይትነግርዋ! እባ ነደይ ክትረኽብዎ ኢኹም ዛንታ ናይቲ ኣብ ልዕሊ በዓልቲ ቤቱን ኣደ ክልተ ደቁን ከቢድ ገበን ዝፈጸመን ድሕሪቲ ፍጻሜ ዘውጽኦ ምስጢርን ኣብ መጽሓፍ ከይትነግርዋ እባ ነደይ ንመጽሓፍ ኣብ ሊብያ እየ ጠኒሰ ዘንበብኩም ኣንበብቲ ከተንብብዋ እትግባእ መጽሓፍ እያ በቲ ቅድሚ ሕጂ ተመርዓወን እንባ ዛንታ ሄለን ኣብ ሊብያ እየ ጠኒሰን ካልእ መሃሪ ጽሑፋትን ብምቕራብ እንፈልጦ ጸጋ ብርሃን ጎይትኦም ተደሪሳ ናብ መላእ ዓለም ተዘርጊሓትልኩም ኣላ። ነዛ መጽሓፍ ንምውናን ብቐጥታ ካብዚ ዝስዕብ ዌብሳይትና ምእዛዝ ይከኣል ወይ ውን በዚ ቁጽሪ ስልኪ ተወከሱ። ኣብ ሓቀኛ ዛንታ ዝተመርኮሰት መጽሓፍ ከይትነግርዋ እባ ነደይ። ሰቢሎሞ ሰቢሎሞ ሰቢሎሞ።

ብላ እንቋዕ ደሓን ጸናሕኽን ጺም ዘይለኾፎ መልሓስ ዘይተንኮፎ ከመይ ዝኣመሰለ ወረ ሒዘልክን ኣነ ሮቤል ወድኽን ከተፍ
ኣሕዋትካ ዶ ክንኣቱ ኢና ኢሎምኻ እዮም ከላ
ሰብ ጸውዕ ተበልካስ በዓል በለስ ካብ ኣሕዋትካ ገለ ትብላስ እንታይ እዩ እቲ ወረ ኢልክን ደይትሓታ ኣይ ጸርፊ ድዩ መሲልካ እቲ ከምኡ ዝበለኮ ዓይኑ እሾኽ በለስ ምስ ኣተዎ ሰብ ጸውዓለይ እንተበሎ በዓል በለስ ሒዙሉ ስለ ዝመጸ እዩ ከምኡ ኢሉ። ወረኻ ብሕሞትካ ዝዓበኻ እንታይ ኣለካ? ጥራሕልኪ። በል እስከ ሓራይ እንታይ እቲ ሒዝካዮ ዝመጻኻ ዜና?
ሎሚ ለይቲ ንምድሪ ዘጸልመተ ጸሊም ኣንበጣ ለይቲ ብማእኸል ኣስመራ ብማእኸል ኣስመራ ከምዚ ኢሉ ሓሊፉ ተባሂሉ። መኣስ ሓሊፉ? መን ርእይዎ? መን ይኸኹም ኢሉ? እቲ ማማ ማማ ንስኺ ከምዚ ኢልኪ ስለ ተሓቲ ከምዚ ጌርኪ ስለ ተዳቕቒ ረቂቕኪ ከይትተርፊ ኣነ ዝፈርሕ ዘሎ ኩሉ ከተማ ብኸተሞ ከምኡ ይብል ኣሎ ዋይ ኣነ ሕጂ ሕጂ እየ ካብ ከተማ መፅኦ እሞ እዛ ዝበልካያ ወረ ግን ኣይሰማዕኹም ንስኺ ናይ ዳርጋ ማማ እንዲኺ ማማ እኮ ያኹምኪ ዘለኺ ከመይ ጌርኪ ክሰምዕ ሓራይ እስከ ተኾይኖም ክሓራይ ብዜና ዘየምፅኦ ዋ ዳዜና ዳንታ ልኩልፎ ወይ ደገ እንታይ ኢሎም ድዮም ቀጻሊ ኣንበጣ ገረብ ተራእዩ ኣሎ፣ ኣንበጣ ምድረበዳ ተቐላቒሉ ኣሎ ዝብሉን ሓድሽ ሓበሬታ ዘመሓላልፉን? ብጭቡጥ ሰኒዶም ከየቕርብዎሲ፣ እቲ ኣንበጣ ጸሊም እዩ፣ ብጸልማት ከኣ ስለ ዝሓለፈ ካሜራታት ምሳል ስኢኖሞ። በቃ
ነዚ ወረስ ከም ዝጥዕመካ ጌርካ እዕሪ እዕሪ እዕሪ ኣቢልካስ ኣውሪ ኣውሪ ኣውሪ ኣውሪ ዋይ ማማ ግደፍና እንደበጃ ይዊንታ ስኽም ሸዓንተ ወይ ቀደም ኣብ ኤርትራ ኢንተርነት ነይሩ ኢልክኒ ኢለካዎ
ድሮ ከማን እዛ ወረ ኣብ ብምልእ እታ ከተማ ተዘርጊሓ ጸኒሓትኒ። ከመይ እሞ ባዕለይ እንድየ ፋሕ ፋሕ ፋሕ ፋሕ እሕጉሰኪ ዶ ዘይኮነኺ
ነቲ ዘረባ ብጭሩኡ ሒዝካዮ ስለ ዝኸድካ እቲ ክበሃል ዝነበሮን ዝግብኦን ደይኮንካ ካልእ ኢኻ መሓላሊፍካ። ሄሎ መንሱር ዲኻ? እዎ ብዛዕባ እቲ ዝተበሃልናዮ ክነግረካ ኢለ እወ ብዛዕባ እቲ መንቀሊኡ ክንፈልጥ ኣለና ዝተባሃልናዮ ጉዳይ ምናልባት ናብ ሱሩ የብፃሕናን ኣየብፃሕናን እንዶይ ግን ንዓይ ክልተ ጭቡጣት ኣለውኒ እወ ምናልባት እቲ ጉዳይ መንቀሊኡ ካብኣታቶም ክኸውን ይኽእል እዩ ዝብል ግምት እዩ ዘለኒ ንዓይ ሓሳበይ ደኣ ከምቲ ዝበልኩኻ እዩ እሞ በቃ ኣነ ንገዛ ከይድ ኣለኹ እሞ ሕጂ ንስኻ ተመሊስካ ስራሕ ፅናሓኒ ደሓር ምስ መፅኹ ንዘራረብ ሓራይ ቻው
ሓሶት እዩ ጥራይ ከይትብልኒ ባዕሉ ክትስዕኒ እያ
ነይሩዎ ኢለ ካም ፈርቓን ከማ ፍርቂ ነይሩዋ ድዩ እሞ ነታ ፍርቂ ካብ ጫሓ ከይድ ናበይ ክትከይድ ምን ከምላ ኣባ ወሰል ኮፈል ዘዝ በለትካ ስማዕ ስማዕኒ እሞ ሮቤል ቀደም ወለድና ባይቶ ዝበሃል ነይሩዎ ዕዳጋ እውን ነይሩ ብተወሳኺ ከዓኒ ንመገሻ ከዓ ንውሕ ዝበለ ብእግሮም ይጓዓዙ ነይሮም ኣንቲ ሕጂስ ኣሎ እንዶ? ኣለወ ክልተ ገያሾ ክራኸቡ ከለዉ ብመንገዲ ብቸካት ንቡር ሰላምታ ዝኸመይ ውዒልካ ድሓን ዲኻ ገለ መለ ገለ ዝብል ድዩ? እወ ብጀክኡሲ እንታይ ርኢኻ እንታይ ኣሎ ደሃይ ዓዲ መንገዲ ከመይ እዩ እንዳተባሃሉ ሕድሕዶም ይተሓታትቱ እሞ እቲ ልክዕ ዝኾነ ሓበሬታ ከኣ ለዋወጡ። እወ ገሺዘ ዝተመለሰ ከኣኒ ንዓዲ ኣብ ባይቶ ዝሰምዖ ሓበሬታ ከምታ ዝተነገሮ ገይሩ ይነግር
ብተወሳኺ ኣብ ዕዳጋ ከኣ ኹብ ንዝሰማዕኻዮ ሓበሬታ ወሲኽካ ወይ ኣጋኒንካ ምዝራብ ከም ነውሪ እዩ ዝቑጸር። እታ ዝሰማዕካያ ብጭቡጥ ኢኻ ክትነግር ዘለካ።
ተዘይነገርካ ወይ ከኣ ትም ኢልካ ተውረኻኸ። ከምቲ ዓጽማት ጎዛይ ከም መልሓሱ ኣታ ከም መልሓሱ ወልፊ ዝኾኖ ንኽሕሱ ወፊሩ ዝኣቱ ወረ ለሓሒሱ ንሰናይካ ዘይኮነስ መውረሪ ኣይተንውሕ ቀይዲ ከይመጸካ ዝበሎ ኣውሪኻ ኣውሪኻ ኣብዛ ቀይዲኻ ትኣቱ። እዚ ዝበልናካ ጥራሕ ኣይኮነን። ዓድታት ወይ ቀቢላታት ኮነ ኢሎም ዝገሹ ዓበይቲ ዓዲ ሰባት ብምርቋሕ ሓበሬታ ሒዞም ከይዶም ሓበሬታ ሒዞም ከም ዝምለሱ እውን ይምድባ ነይረን እየን። እወ ዘሕጉስ ድዩ ዘሕዝን፣ ዘበስር ድዩ ዘጠንቅቕ ብመኣዊቲ፣ ብዕላላት፣ ነጋሪት ብምህራም፣ ሓዊ ኣብ በሪኽ ደይብካ ብምእጓድ ሓበሬታ የመሓላልፉ ነይሮም። እቲ ባህላዊ መርበብ ሃገርና እምኒ ብምጭራሕ ከይተረፈ እዩ ዘረዳድእን ሓበሬታ ዘቐብልን ነይሩ። ኣዚ ደኣ ንሕና እኳ ኣርኪብናሎ። ኣደ
ዋእ ነቲ ዝነበረስ ከምታ ዘላታ ጌርካ ተቕርቦ እዚ ናይ መሳጥነት ዘይብሉ ዕዳጋ ከማን ኣይትረኽበሉ ከምዚ ዓይነት ወረ ሒዝካሲ መን ታክስኻ ድዩ ይበልካ። ክረክብን ፈረቓን እምበር ሓፋሽ እኮ ሓቀኛ ዝኾነ ሓበሬታ እዩ ክረክብ ዝደሊ። ሎሚ ኸኣ በዓል ንስኻ ንፉሳት ኣብ ታክሲ ኮፍ ኢልኩም ውዒልኩም ንደቂ ሃገር ኮነ ንበጻሕቲ መእሰሪ ዘይብሉ ቤላበሎ ሒዝኩምሉ ትጸንሑ። እህ መእሰሪ ዘይብሉ ሓበሬታ ኸኣ ከእስረካ ልዑል ተኽእሎ እዩ ዘለዎ።
ክእስረካ ኣዳለ ደኻ ሽልማት ኖቤል ክዕትረካ ቁሩብ ቁሪት እምበር ክፍደካ ደሓን ንርኢ ስራሕኻ ሰሪሕኻ ኢሉ ዝኣስር ተሎ ኸኣ ንርኢ

ሄለንን ዊንታን ኣፍቂረን እየን መስለኒ ዓቢረን ንዊንታ ግን ሰሊጥዋ እዩ መስለኒ ዘፍጢጣ ደይኮንኩምን ትብሉ። ኣንታ ጓለይ ካብ ቤላ ቤለውሲ ዝመሓሸ እ ዘለን ዘየለን ዝተባህለን ዘይተባህለን ዝተገብረን ዘይተገብረን ለቓቒብካ ደሮም ደሮም ደሮም ደሮም ከፊኡ ሓቅኺ መብራት ወረ ለንቂ ንርኢ ኣለኽ ብባሕርሲ ቡርቱዕ ቡርቱዕ ቡርቱዕ ቡርቱዕ ዶሮና ክመፅእ ይበሃል ኣሎ እዚ ኣማን ፅቡቕ ዝናብ ግበሮ እምበር መዓስ ሓድሽ መፅኣ ኮይኑ ዶራያን ከምሲ ኢሉን ቅድሚ ሕጂ ይመጽእኒ ከምኡ ይኮነን ማማ እ ምስ ዶሮናሲ ካብ መሬት ዝተላዕለ ደናጉላ ምስኡ ክመጽእ ስለ ዝኽእል ርእሲ ሰብ ከይፈግእ ተጠንቆቑ እዮም ዝብሉ ዘለዉ እወይ ክንዲ ሓደ እዩ እወይ ክንዲ ተዘራጊቶ መብረ እንታይ ደኣ ኮንኪ እቲ ዘስቅቕ ዘሎ እኮ ኣይፈለጥክዮን ዘለኺ ምስቲ ዘራጊቶ ኣብ ሰማይ ይብለኩ ኣለኹ ብርቱዕ ንፋስ ከምዚ ገይሩ ምስ ሕምበቦ ምስ ሕምበቦ ነቲ ግመ ይብለኩ ኣለኹ ነቲ ደበና ጀጀልዒፉ ጀጀልዒፉ ጀጀልዒፉ ናብ መሬት ከይሰዶ እዩ ተሰጊኡ ዘሎ እዋይ ውርደት እዋይ ውርደት ኣንታ መንን ወዲ መንን ክትበሃሉ ኢኹም ኣንታ ቅሩብ እንዳሕረኹ ማማዋ ተኺኢልኪ ንዓይ ፅረፍኒ እምበር ንባባ ኣይትድፈርዮ ብእዋኑ ክዕለኪ መፂኡስ ብቕሪ ንኽትቅበልዮ ኣበይ ሞታ ከምቲ ናይ ወረኹም ቀራ ናፍዑት ቀርኒ እንተዝህልወኒ በፈፍ ምበልኮ ነይረ እንታይ ኮንኪ
ወረዳ ወረዳ እሞ ኣስክር ኣስክር ኣስክር ሕልፍ ሕልፍ ኣመሓላልፍ ተበልካ እዮም ኣብ ከብትኻ ንዳ ምዕቆ ኣንበሳ ባባ ሕጂ ኢኻ ረኺብካኒ ሕጂ ኢኻ ረኺብካኒ ከምዚ ሓደ ሙዚቀኛ ንጊታር ፅቡቅ ገይሩ ክሃርም ኣለዎ ምሻሎ ከምዚ
ቀጥል ቀጥል ቀጥል።
ካርማን ክፃወታን ኣለዎ ከም ዝበሃል ሓደ ወረኛ ከዓ ሪኢኻ ኣለኻ ንወረ መንገዳን ኣገባባን ፅሬታን ክልም ኩሉ ገይሩ ክሓላልዎ ኣለዎ ባህለ እያ እወ ላምባ ክውዳእ እዩ ጋዝ ክጠፍእ እዩ ተጠንቀቑ ተዳለዉ እኽሊ ከዓ እም፣ ክጠፍእ ይበሃል ኣሎ ከይትዝንግዑ ምባል እዚ እዚሲ ንሰባት ምሕባር ይፅላእ ይፅላእ ይፅላእ ጥራሕ

ብዛዕባ ተማሃር ናይ እንታይ ገርካ ኣንቲ የለም ጓል ብዛዕባ እንዲና ከነዕልል ጸኒሕና ግን እዚኦም ክልቲኦም ዝርኦም ይመስሉኒ
ስማዕ እንዶ ባባ ኣብዚ ዕድመ እዚስ ከምዚ ዝበለ ቤላ ቤለው ዘረባ ክተቀባብል ሰብ ከታይ ክብለኒ ትብል እንዲኻ እንታይ ኣቢሸ ሄለን ከይብሉኑ ዝበለን ዝበሉ ይበሉ ዝበለን ክልቲኦም ማዕረ ይበሃሉ
ዶ ወይ ምዃኑ ካብ ኮነ ደኣ ብዛዕባ ቀደም ዝሓለፈ ዶ ክንብል ብዛዕባ ዝሓለፈ እንታይ ዝሓለፈ እወ ብዛዕባ ሓደ ልምዲ ቤላቤለው ዝነበሮ'ሞ ምስ መዓልቲ ሓሶት ዝተሓዋወሶ ኣብ ኣውደኣመት ዘጋጠሞ እህ።
መብራት እንታይ ኮንኪ ሰብ ከ ታይ ክብለና እዞም ቆልዑ እዚኦም ከ ታይ ክብሉ። ሰብ ዝበለ ይበል ዶ ኣይኮንካን ክትብል ጸኒሕካ? ቀጽሊ ማማ።
ሰብኣይ ናብ ሰበይቱ ደዊሉ ጽቡቕ ስራሕ ረኺበ ኣለኹ ሓሙሽተ ሽሕ ስለ ዝተኸፈልኩ እተን ንኣውደኣመት ሓዝየን ዝበልኩኺ ንሞባእ ሃብየን እብላ። እንታይ ናይ መሸረበ ከይገደፈስ ኩለን ሃብየን ኢሉ ዝዓርከ። ትፈልጥ ኢኻ ንስኻስ በል ትፈልጥ ኢኻ ገጽካ ናይ ወረኻን እዩ ሸረ። ኣንቺ መስደመም ንስኺስ ኩሉ ዓመታት ዓቊርክዮ ዝነበርክስ ሕጂ ክትዛረብሉ። ክትዛረብሉ እወ
ሰበይቲ ሰብኣይ በጊዕ ሒዙ ክመጻ እንዳተጸበየት እዛ ሳንጢም ቀያሕ ዘየላ። እወ ኣነ ጸገም።
እወ፣ ብድሕርዚ ኣብቲ ሽዑ ገዛ ክግዝእ ዝኽእል ሓሙሽተ ሽሕ ብዙሕ ከም ዘይተጸበኹ ሕርር ኢለ ተረፍኩ። ውይ!
ዋእ! ኣታ ባባ ንስኻ ዲኻ ከ ከምኡ ጌርካ? ዋእ! ኣውደኣመት ምድርስ ኣይ ካብ ስጋ በጊዕ ኣይ ካብ ስጋ ዘለዎ ጥዑም ወረታሲ ባህ ኣትሪፍካና ማለት ድዩ? ኣምጺኤልኩምና!
ተጣላና ተጣላና ኣምጺኡልና ዘይትብል። ናብ ዓንዳይ ምስ ከድኩ ሓደ ጎኒ ናይ ሓደ በጊዕ ኣብ መሸማዕ እእትዩ ዶ ኣይኮነን ኪድ ሕጂ ደቂ ጽንበላል ኣይትግበሮም ኢሉ ዝሰደደኒ። ኣብዚ ናሃለካ ጥዑም ወረ የቐኔልና ኣቦይ ዓንዳይ እንቋዕ ኸዓ ሳላ ኣቦይ ዓንዳይ ብዘይ ስጋ ይወዓልና እንቋዕ ኸዓ ማማይ ሓመምክና ኔረ ጓለይ ሽዑ ጾምና ኢና ውዒልና ኣነ ኸዓ ሓሚመ እየ ኣራይቲ ባባ ዘምጻልናኸ ነቲ ስጋ ሒዝዎ መጺኡ እንክን ህለክ ኢሉ ኣብ ደገ ድርብይ ከብሎን ምልስ ክብል ከሎን ከልቢ መጺኡ ቦብ ኣቢሉ ንደገ ጎሲስዎ ኮይኑ ውይ በሉ ሕጂ ዕላልና ሃብ ወዳእና ዕላልቲኹም ስውንዕ ናይ ተበገሱ ናበይ ባባ ደቦጭ ነቲ ውርዙይ ዝኾነ ዓበይቲ ዓዲ ዘጽልሉሉን ብወግዒ ዘመሓላልፉሉን ሓበሬታ ዝለዋወጡሉን ባይቶ ዘይምስሉን ዘይማዕርጉን ስለ ዝሃብካዮ፣ ሮቤል ድማ ነቲ ክቡር ባህሊ ኣብ ምንኩስኳስ ብዝተፈላለየ ሸነኽ ብመንገዲ ማሕበርን ኣብ ንጡፍ ወለንታዊ ተሳትፎ ዝርከብ ማሕበር ታክሲ ስለ ዘመራሳሕካዮ። እወ፣ ናብ ሕጊ ክትቀርቡን ክትሕተቱን ሕጊ ይደልየኩም ስለ ዘሎ፣

ምሶም ሎቕታ እግሪ እከብ ዝበሃል እባ ሕጂ ኮነ እ መምሃሪ ኮይና መምሃሪ ከም ተሳእነ ሄለን ጓለይ ሰድኒ እምበር ሕጂ ዶ ደኣ ካብ ሕጊ ክሕባእ ኮይነ ዓሕ
ኣቦይ ዶቦጭ ኣቦኻ ይኹኑ ኣቦይ ዶቦጭ ወላዲኻ ይኹኑ ሐንፍሽፍሽ ዘምጽእ ዓዲ ዝዕኑ ብበለካ ለኽዓካ ዝሰልጠኑ ናብ ቤላቤለው ሒዞምኻ ዝጠኑ ጨጉሪ እንዳቆምቆሙ ዘረባ ዝቁንኑ ሎኮሙና ኣመሎም ኣመና ኮይኑ። ዋይ ኣታ ሕጂ ዶ ክትጠልመኒ ደሊኻ ኣታ ሕጂ ዶ ክትጠልመኒ ደሊኻ ንስኻ ደይኮንካን ዘእተኻኒ ናብታ ወረኻ ካብ እዝግስ እምበር ንስኻ መንእሰይ ኢኻ ንዓበይቲ ምምሃርካ እምበር ንስኻ ዶ መውርኻ እታ ትምዕቃ ዝነበረካ እኳ ዊንታ በሊጻትካ እ ንኹሉ ገዲፋ ሊቕ ኮይና ራሕሪሓትካ ሕጂ የይ ንበል ንስኻ እባ ንስኻ ጉድ መሽሚሽና ኢና ጉድለትና ኣሚንና ይቕሬታ ንሕተት ጥልዕ ጉንብስ ኢልና በል ሃይ በል በል በል ውላ
በሉ ተስሙ ወልሓን ናይ ምእሳር ዘይኮነ ናይ ምእራም ባህጊ ስለ ዘለኒ